ሰላም ሰላም ዝኸበርኩምን ዝኸበርክን ተዓዘብቲ እዛ ዩቲብ ቻናል እሎም እውን ከምቲ ልሙድ ኣብዚ ማሕበራዊ ሚድያ ህልውን ኣዘራራብን ከምኡውን ሓደሽቲ እዋናዊ ሓበሬታ ኣለዉ ብሓደ ኮይና ክንድህሶም ኢና መቸም ናይ ቀርኒ ኣፍሪቃ ዝዓበየ ዛዕባ ጽምዶ እንዳኾነ እንዲ ዝኸይድ ዘሎ እስኪ ብዛዕባ ጽምዶ እንታይ ይበሃል ኣሎ ርኢና ንመለስ። ኤርትራ ኣብዚ እዋን እዚ ንድሕነትን ሉኣላውነትን ሃገራት ዞባና ብጽኑዕ ትጣበቕ ኣላ። እዚ ድማ ነቲ ሕጂ ዝረኣ ዘሎ ስትራተጂያዊ ኪዳን ድልዱል ባይታ ኮይኑ ከገልግሎ እዩ። ብናይ ገማህሎ ከባብታት ናብ ናይ መሬት ኤርትራ ጥሒሰን ከም ዝኣተዋ እውን ያው ሓበሬታ ኣለኒ እዩ። ደብዳብ ድሮን ኣካይዱ ኣብ ናይ ወጀራት ብናይ ራያን ብናይ ዓፋርን ዝነበረ ኣብ ኣርሚ ዕስራን ኣርባዕተን። ሓይልታት ሰራዊት ትግራይ ኣብ ክልል ዓፋር ሃንደበታዊ መጥቃዕቲ ሞርታር ከም ዝፈፀሙ ተፈሊጡ። ትግራዋይ የሆነ እንዴት ትግራዋይን ይመታል አንድነታችን ነው እንጂ መጠበቅ ያለብን ምን ማለት ነው አሁን ትግራዋይ የሆነ እርስ በርሱ አይመታታም ታዲያ ማንን ነው የሚመቱ። እዚኦምን ካልኦትን ዝብሉ ሓደሽትን እዋናውን ሓበሬታ ኣለው ብሓደ ኮይና ክንድህሶም ኢና። ፈለማ ነዛ ዩቱብ ቻናል ኣጋይሽ እንድሕር ሃሊኹም ላይክ ሸር ሳብስክራይብ ብምግባር ቤተሰብ እዛ ዩቱብ ቻናል ኩኑ ንቐጽል። እሺ እምበኣር ዝኸበርኩም ተዓዘብቲ ከም መእተዊ ክኾነና ሎሚ ዕለት መዓልቲ ሰማእታት እዩ። ኣብ ትግራይ መዓልቲ ሰማእታት እናተኸበረ ይርከብ። ናይ ትግራይ ፕሬዚዳንት ዝኾነ ዶክተር ደብረፅዮን ገብረሚካኤል ብመዓልቲ ሰማእታት ምኽንያት ብምግባር ዘመሓላለፎ መልእኽቲ ኣሎ። ተኸታቲልናዮ ንመለስ። ሳላ ስውኣት ህልዋት ከምዝኾንና ኩሉ ስውኣትና ብኣና ህልዋት ክኾኑ ይግባእ ኢሉ ፕሬዚዳንት ዶክተር ደብረፅዮን ገብረሚካኤል ኣብ ሓውልቲ ሰማእታት ትግራይ ብምኽንያት መበል ሰላሳን ሸሞንተን ዓመት ዝኽሪ ሰማእታት ትግራይ ስነ ስርዓት ምንባር ሑፍ ዕምበባ ተኻይዱ። ኣብቲ ስነ ስርዓት ምንባር ሑፍ ዕምበባ ዝተረኸቡ ፕሬዚዳንት መንግስቲ ትግራይ ዶክተር ደብረፅዮን ገብረሚካኤል እዚ በዓል እንትነኽብር ስውኣትና ዘምፅእዎም ዓወታት ብምዕቃብ ዘይተባህሉ ዕማማት ንምዝዛም ቃል ብምሕዳስ ክኸውን ከም ዝግባእ ብምጥቃስ፣ ሳላ ስውኣትና ህልዋት ከም ዝኾንና ኩሉ፣ ስውኣትና ኣባዕላ ህልዋት ክኾኑ ይግባእ ኢሎም እዮም። ኣብዚ እዋን ትግራይ ንምውራር ይህደድ ምስ ዘሎ ፀላኢ ብዲፕሎማሲያዊ ዘተ ፀገማት ምፍታሕ ፃዕሪ ምግባር ዘይኸውን እንተዘይኹን ድማ ብቓልስኻ ልኣላውነት ንምውሓስ ሓላፍነት ምቕባል ከም ዝግባእ ድማ ተዛሪቦም እዮም።

ብተወሳኺ ፕረዚደንት ዶክተር ደብረጽዮን ገብረሚካኤል፣ ስውኣትና ኣብ ሳላ መስዋእቶም ህላወና ኣረጋጊጽና ኢና፣ ይኹን እምበር ተመዛበልትናን ግዝኣታዊ ሓድነትናን ከምዘይተመለሰን ውዕሊ ፕሪቶርያ ብስርዓት ከምዘይተፈጸመን ገሊጾም። እቶም ፕረዚደንት ኣብ መወዳእታ ከምዚ ክብሉ ተማሕጺኖም፣ ተሃንዲዱ ዝመጸና ጸላኢ ተተኻኢሉ ብዘ ይኹን እምበር ተመዛበልትናን ግዝኣታዊ ሓድነትናን ከምዘይተመለሰን ውዕሊ ፕሪቶርያ ብስርዓት ከምዘይተፈጸመን ገሊጾም። እቶም ፕረዚደንት ኣብ መወዳእታ ከምዚ ክብሉ ተማሕጺኖም፣ ተሃንዲዱ ዝመጸና ጸላኢ ተተኻኢሉ ብዘ ሰለማዊ ዘተ ምፍታሕ ተዘይኮይኑ ግን ቃልስና ብሓድነት ክንምክትን፣ ኣብ ቃልና ክንርከብን ይግባእ ክብሉ መልእኽቶም ኣመሓላሊፎም እዮም። ሽምባር ዝኸበርኩም ተዓዘብቲ መልእኽቲ ናይ ትግራይ ፕሬዚዳንት ዝኾነ ዶክተር ደብረፅዮን ገብረሚካኤል ከምቲ ክንከታተሎ ዝፀናሕና ይመስል ካብቶም ዝተዛረቦም ቀንዲ ዘረባታት ድማ ኣብዝሐ ሰዓት ተመዛበልቲ ኣሕዋትና ኣብ ከቢድ ፀበባን ፀገምን ይርከቡ ማለት እዩ እሳቶም ከዓ ብዲፕሎማሳዊ ዝኾነ መንገዲ ክንምልሶም ኣለና ወይ ድማ ብሓይሊ ክንምልሶም ኢና ክብል ተሰሚዑ ኣሎ ዝኸበርኩም ተዓዘብቲ ብዝቕፅል እውን ሰማእታትና ንዓና ክብሉ እዮም መስዋእቲ ከፊሎም ንሕና ሃሊና ኣለና፣ ስለዚ ሰማእታትና ብኣና ህልዋት እዮም ክብል እውን ወሲኹ ገሊጹ ኣሎ። ዝኸበርኩም ተዓዘብቲ! ኣሽማር ዝኸበርኩም ተዓዘብቲ ካብዚ ብምቕጻል ኣብዚ ሕዚ ሰዓት ኣብዚ ማሕበራዊ ሚድያ ኣዘራራቢ ኮይኑ ዝርከብ ሓደ ነገር ኣሎ እሱ እውን ሓደ ናይ ኢትዮጵያ ጀነራል ብዛዕባ TDF ን ከምኡ እውን TPF ሓራ መሬት ማለት እዩ ዝበሎ ነገር ኣሎ እስኪ ተኸታቲልናዮ ንምጻእ። በሉ ንዑ ጉድ ስምዑ ትዲኤፍ እና እቶም ኣብ ዓፋር ዘለዉ ነባራት ተጋደልቲ ማለት እዩ እርሰ በርሶም ንክዋግኡ ንኣ ኢትዮጵያ ጀነራል ካብ ኣንደበቱ ንሰምዐልና ስትንከታተሎ ዝግ ዝባል ተፈጥሯል። ሀራ መሬቶችን እንዲመለሱ ምንድን ነው የሚሏቸው? ትግራዋይ የሆነ እንዴት ትግራዋይ ይመታል? አንድነታችን ነው እንጂ መጠበቅ ያለ ምን ማለት ነው? ትግራዋይ የሆነ እርስ በርሱ ኣይመታታም ታዲያ ማንን ነው የሚመቱት? ማንን ነው የሚመቱት? እዛ ቪድዮ ከምዛ ዝሰማዕኹማ ኢኹም ደለይቲ ለውጢ ኢና እናበልኹም ካብኡ ብመጻል ድማ ተጋደልቲ ኢና ግን ኸዚ ሰለማዊ ቃልሲ ኢና ክንቀልስ ንደሊ እናበልኹም ናብ ብልፅግና ኣጀንዳ ኣብ ትግራይ ተራምዱ ነበርኹም ሰባት ስዚ ኣጀንዳ ዝትውቕዕዎ ኣይትልጥፍዎ ናብ ሚድያኹም ሸቐጢ እዩ እምበር ብልፅግናስ እንታይ ይሓስን ትግራይ ትግራይ ከየንበርከኸ ክድቅስ ከምዘይ ይኽእል ትፈልጡ ኢኹም ብደም ገይርኹም ግን ናዩ ኣጀንዳ መንሸራሸር ተኾንኩም ኣብ ሕብረተሰብና ራዕዲ እናፈጠርኩም ትግራይ መሰል ዓርሰ ውስንና ከይተረጋግፅ ትቃለሱና ዘለኹም ምዕራብ ትግራይ ከይትምለስ ትቃለሱ ዘለኹም ንስኹም ኢኹም ደየት ለውጥና ውልኹም ኣብ ዓፋር ሸፊቶም ዘለኹም ማለት እዩ ተረድእዎ ናጋ ንጎ ሞይትኹም ሃፍቲምኹም ተኣትላ ትግራይ እያ እቲ ነገር ተዓዚብና ድማ ክንቃለሶም ይግበና ደቂ ዓበይቲ ንቕሑ። እሺ እምበኣር ዝኸበርኩም ተዓዘብቲ ከምቲ ክንከታተሎ ዝጸናሕና ናይዚ ጀነራል ቃል ብቓል ሓሳብ ኣዳሚጽናዮ ኣለና ኣብዚ ዘለኩም ሓሳብ እንታይ እዩ እስኪ ኣብ ቦታ ኮመንት ጽሓፉለይ። እሺ እምበኣር ዝኸበርኩም ተዓዘብቲ ካብዚ ብምቕጻል ኣብዚ ሕዚ ሰዓት ትግራይ ኣትያቶ ዘላ ጸበባን ጸገምን ንኽንኣትው ዝገበሩ ተጋሩ ኮይኖም ባንዳታት እዮም ናብዚ ጸገም እዚ ኣእትዮምና ንኣብነት ሓደ ጀነራል ጻድቃን እዩ ክብል ሃይለ ደደቢት ገሊጽዎ ኣሎ እስኪ ተኸታቲልናዮ ንምጻእ ከም ዝበለ ዓንጃል ወዲ ዓንጃል ተኣኪቦም እዮም ትግራይ እንዳደቆስዋ መፅዮም ካብቲ ዘመነ ስልጣ ከመይ ገርና ኢና ካብ ዘመነ ስልጣነ ካብ ዘመነ ኣክሱም ናብቲ ሕዚ ዘለናሉ ናይ ውድቀት ደረጃ ከመይ እንዳበልና ኢና እንዳ ቁልቁለት እንዳጎየና መፂና እንዳተንከራረና መፂና ዝብል ክትሓስቡ እንተደሊኹም ቀሊል እዩ ንምሕሳቡ ከም ፃድቃን ዝበለ ሽርሐኛ ተንኮለኛ ቂመኛ ፀረ ህዝቢ ዝኾነ ሰብ ስለዝነበረ በብግዚኡ ስለዝፍጠር ኦኬ ከም በዓል ጌታቸው ዝበለ ገልዒ ስለ ዝፍጠር ከምዚኦም ዝበሉ ስለ ዘለዉ እሺ ምኣር ዝኾርኩም ተዓዘብቲ ከምቲ ክንከታተሎ ዝፀናሕና ንሃይለ ደደቢት ሚድያ ማለት እዩ ኣብዚ ሕዚ ሰዓት ትግራይ ኣትያቶ ዘላ ፀገም ካብ ቅድሚ ሕዚ ኣትሒዙ ዝመፀ ብሰንኪ ባንዳታት እዮም ክብል ገሊፅዎም ኣሎ ካብኣቶም ንጌታቸው ረዳን ንፃድቃንን ጠቂሱ ሓሳዊ ሂቡ ኣሎ እስኪ ናትኩም ሪኢቶ እንታይ እዩ ኣብ ቦታኩሞን ፀሓፉለይ ኣብዚ ካኣ ብካሊእ ወገን ዝከርኩም ተዓዘብቲ ሓደ ሓውና ማለት እዩ ኣብዚ ሕዚ ሰዓት ትግራይ እንድሕር ዳኣ ኩናት ተወሊዑ ክትስዕር እያ ቅድሚ ሕዚ እኳ ንሸውዓተ ሃገራት ዝሰዓረት ክብል ተሰሚዑ ኣሎ ኣብ ትግራይ ኩናት ክውላዕ እውን ድልየት ዘለዎ ይመስል እስኪ ተካታቲልናዮ ንምፃእ። እታ ጦርነት ትካየድ ግደፍዮም ኣና ኣብዚ ዘሎ ናይ ሰራዊት ፋኖ ንሸውዓተ ሃገራት ጠጠው ኣቢሉ ዝከደ ህዝቢ እኮ እዩ ዝኒሀና። ካሊእ ሓይሊ እውን ኣየድልዮ ህግደፍ እዩ ካሊእ ሓይሊ እውን ብምንም ተኣምር ኣየድልዮ ኣብ ማይ ወይንን ኣብ ካልኦት ከባብታት ትግራይ ዘለዉ ተፈናቀልቲ ጥራሕ ኣይኮነን ሑሞራ ይብለኪ ኣለኹ ጎንደርን ካርቱምን ኣብ ውሽጢ ሰብዓን ክልተን ሰዓታት ምተቆፃፀርዎ እሺ እምበኣር ዝኸርኩም ተዓዘብቲ እዚ ሓውና ከምቲ ክንዕዘቦ ዝጸናሕናዮ ይመስል እዚ ሓሳዊ ማለት እዩ ነገር ግን ሓደ ዘይተዓዘቦ ነገር ኣሎ ተመዛበልቲ ኣሕዋትና ኣይኮነን ዶ ናብቲ ውግእ ኣትዮም ክቃለሱ እዚ ዘለውዎ ጸገም ከመይ ይጻወርዎ ንባዕሎም ጨኒቕዎም ኣሎ ስለዚ እቲ ዘሎ መማረጺ ብሰላም መንገዲ ክኸውን ደኣ እምበር ብኩናት ክኸውን የብሉን ኣብ ውሽጢ ሰብዓን ክልተን ሰዓታት ኣይኮነን ጎንደር ካርቱም ክኣትው እዮም ንዝበሎ ድማ ተመዛበልቲ ኣሕዋትና ኣብ ሰብዓን ክልተን ሰዓታት ሑመራን ኣብ ካልኦት ቦታታት ተመዛበሉ ቦታ ተመሊሶም ብሰላም ክነብሩ ደኣምበር ናብ ኩናትን ካሊእ ዕግርግርን ክኣትዉ ድልየት የብሎምን እዞም ተመዛበልቲ ኣሕዋትና ስለዚ ኩሉ ኣማራጺና ብሰላም ክኸውን ኩላህና ንሰላም ክንዝምር ደኣምበር ግድን ብኩናት እዩ እናበልካ ነቲ መንእሰይን ንወለድን ምጭንናቕ ምንም ጠቕሚ ዘለዎ መሲሉ ኣይተራኣየንን ዝኸበርኩም ተዓዘብቲ እስኪ ናትኩም ሓሳብ ከ እንታይ እዩ ኣብ ቦታ ኮሞን ጸሓፉለይ። እሺ እምበኣር ዝኸበርኩም ተዓዘብቲ ካብዚ ብዝቕጽል ኣብዚ ሕዚ ሰዓት መንእሰይ ትግራይ ናበይ ይኸይድ ኣሎ ፍሉጥ እዩ ካብ ትግራይ እናወፀ ናብ ኣዲስ ኣበባ እዩ ይጓዓዝ ዘሎ። ነገር ግን እዚ መንእሰይ ዝወፅእ ዘሎ ትኽክል ከምዘይኮነ ብዙሓት ሰባት ኣብዚ ማሕበራዊ ሚድያ ክዛረቡ ንሰምዕ ኢና። እስኪ ሓደ ተጋዳላይ እውን ብዛዕባ እዚ ዝበሎ ነገር ኣሎ ተኸታቲልና ኢና ንምፃእ። እቲ ነዲስ ኣበባ ዘጓሕ ዝብል ዘሎ ልቢ ኣልባ መንእሰይ ክዛረብ ኣየ ልቢ ኣልባነቱ ኢለ እየ ዝሓስብ ኣነ። እቲ መስዋእቲ ካብኡ ንላዕሊ እዩ ዝገጥሞ ዘሎ ካብኡ ንላዕሊ እዩ ክገጥሞ እታ ሽግር ካብታ እዚኣ ዝፈርሓ ዘሎ መስዋእትነት ንላዕሊ እያ ክትገጥሞ ኩላህና ንተዓዘባ እንታይ ከም ትገጥም ጽባሕ ንግሆ ልቢ ኣልባነት እዩ ዘይምሕሳብ እዩ ልክዕ ኣይኮነን ክውገዝ እዩ ዘለዎ ደሓር መመሰዋእቲ ንኻሊእ ገዲፍካ ከይድካ ደሓር ፋሲጋ ምስ መጸ ኣሸንዳ ምስ መጸ ወይ ዲያስፖራ ኮይንካ ወይ ኣዲስ ኣበባኛ ኮይንካ ናብዚ ክወዓል እዩ ልክዕ ኣይኮነን እታ ምግፋጥ እውን ትምጻእ እታ ፍቕርን ሰናያን እውን ትምጻእ ሰዓት ክኾን ዘለዋ እታ ታሕጓስ እውን ትምጻእ ሃሌለሉያ ናይ መጽሓፍ ቅዱስ ናይ መጨረሻ መልእኽቲ ታይ እያ ክልተ ሰለስተ መስመር እየን ኣባኻ ክውዕል ዘይትደልዮ ነገር ኣብ ካሊእ ክውዕል ኣይትፍረድ እያ ከማን ድያ ንሳ እያ እቲ ሓጻር መልእኽቲ ካሊእ መዓት ክስታይ ክህሉ ይኽእል እዩ ግብረ ገብነት እያ ንዓኽ ኣባ ኣባኻ እስኻ ዘይትገብሮ ነገር ካልእ ክ ክበጽሖ ኣይትግበሪ እንድሕር እስኻ እቲ መስዋእት ተጸይፍካዮ እቲ መቑሰልቲ ተጸይፍካዮ ካልእ ትግራዋይ ንምንታይ ክደፍሮ ትገብር ኣይግባእን ሕዚ እውን ናብ ልቢ ክምለስ ኣለዎ እቲ ኣሽንባር ዝኸበርኩም ተዓዘብቲ እዚ ተጋዳላይ ከምቲ ክንሰምዖ ዝጸናሕና ማለት እዩ እቲ ኣብ ነብስኻ ክበጽሕ ዘይትደልዮ ነገር ኣብ ሰብ ኣይተብጽሕ ክብል ተሰሚዑ ኣሎ ያው እዚ ሓሳብ እዚ ብጣዕሚ ነንዋዕሉ ዝጋጮ ሓሳብ እዩ ምክንያቱ ንመስዋእቲ ዘዘጋጁ ዘሎ ንዓ ተጋደል ንዓ ተሰዋእ ዝብል ዘሎ ባዕሉ እንተሎ ነቲ መንእሰይ እዩ ዝወቕሶ ዘሎ። ስለዚ መንእሰይ ኣብዚ ሕዚ ሰዓት ኩናት ይደሊ እየ ኢሉ ኣይፈልጥን እዩ። ኩናት ክጅመር ኣለዎ ኢሉ እውን ይቑስቁስ የለን። መንእሰይ ኩናት ኣየድልየናን እዩ ብሰላማዊ መንገዲ ወድእዎ። ቅድሚ ሕዚ ዝተፈጠረ ኩናት ብዙሕ ነገር ከሲርናሉ ኢና። ኣሕዋትና፣ ወለድና፣ መሓዙትና ከሲርናሉ ኢና። ስለዚ ዳግማይ ኩናት ኣይትወልዑ እዩ ዝብል ዘሎ። ከምቲ ንዕዘቦ ዘለና እዚ ተጋዳላይ ግን ንባዕሉ ንዑ ተጋደሉ ኣይትኹኑ ኣዲስ ኣበባ እንዳበለ እቲ መንእሰይ ናብ ኩናት ንክኣቱ እዩ ዘደፋፍእ ዘሎ። ነንባዕሉ ዝጋጮ ሓሳብ ማለት እዩ። እና ኣብዚ ሕዚ ሰዓት ብሰላማዊ መንገዲ ክንዲ ኣብ ምፅዓር ማለት እዩ ኩሉ ግዜ ብኩናት ክኸውን ንምንታይ ኢና ንደሊ ተጋሩ እዛ ፀገም እዚኣ መዓዝ ኢና ንፈትሓ ኣብዚ ሕዚ ሰዓት ትግራይ ኩናት ኣይኮነን ዘድልያ ንዝመፅእ ወለዶ እውን ኩናት ዘይኮነስ ሰላም ዘለዋ ትግራይ ክነውርሶ ደኣ እምበር ከምቲ ንሪኦ ዘለና እንድሕር ደኣ ሕዚ ኩናት ተፈጢሩ እንድሕር ደኣ መሬትና መሊስና ደድሕሪኡ እንታይ ክፍጠር ርዱእ ነገር እዩ ኲናት እንድሕር ተፈጢሩ ደድሕሪኡ ኲናት እዩ ዝስዕብ፣ ሰላም እንድሕር መፂኡ ግን ደድሕሪኡ ሰላም ይስዕበለ ማለት እዩ። ስለዚ ኣብዚ ሕዚ ሰዓት ትግራይ ኲናት ኣይኮነን ዘድልያ ዝኸበርኩም ተዓዘብቲ፣ እስኹም እውን ንሰላም እትዝምሩ ኣብ ኮመንት ሰላም እዩ ዘድልየና ኢልኩም ኮመንት ፀሓፉ ዝኸበርኩም ተዓዘብቲ። እሺ እምበኣር ዝኸበርኩም ተዓዘብቲ ብኻሊእ ወገን ኻሊእ ሓዱሽ እዋናዊ ሓበሬታ ኣሎ። ንሱ እውን ኣብዚ ሕዚ ሰዓት ሰራዊት ትግራይ ብወገን ዓፋር ተኹሲ ከምዝኸፈተ ዝወፀ ሓበሬታ ኣሎ። ተኸታቲለያ ንምፃእ። ሓይልታት ሰራዊት ትግራይ ኣብ ክልል ዓፋር ሃንደበታዊ መጥቃዕቲ ሞርታር ከም ዝፈፀሙ ተፈሊጡ። እቲ ግዝያዊ ምምሕዳር ትግራይ ብምዕላው ኣብ ትግራይ ሰፊሕ ግዱድ ወታደራዊ ምውፋር ዘካይድ ዘሎ ህወሓት ትማሊ ኣብ ክልል ዓፋር ወረዳ መጋሌ መጥቃዕቲ ሞርታር ከም ዝፈፀመ ተፈሊጡ። ብኻልእ ሸነኽ ድማ መርበብ ሓበሬታ ሆርን ፍሪኩንሲ ከም ዝሓበሮ፣ እቲ መጥቃዕቲ ኣብቲ ሓይልታት ጸጥታ ዓፋር ዓስኪሩ ዝነበረ ከባብታት ከም ዝተፈጸመ ሓቢሩ። ስፍሓት እቲ ጉድኣት ንጹር እኳ እንተዘይኮነ፣ እቲ ፍጻመ ግን ኣብ ማሕበረሰብ እቲ ከባቢ ስንባደ ከም ዘስዐበ ነበርቲ ይገልጹ ኣለዉ። ኣብቲ መጥቃዕቲ ዝተፈጸመሉ ከባቢ ሓይልታት ጸጥታ ክልል ዓፋር እኳ እንተነበሩ፣ ድሕሪ እቲ መጥቃዕቲ ግን ዘጋጠመ ነገር ከም ዘየለን ሕነ ናይ ምፍዳይ መጥቃዕቲ ከም ዘይተፈጸመን ናይ ዓይኒ መሰኻኽር ገሊጾም። ኣብቲ ከባቢ ኣብ ዝሓለፈ ኣዋርሕ ተመሳሳሊ መጥቃዕቲ ከም ዝተመዝገበ ምንጭታት እቲ ከባቢ ዝሓበሩ ኮይኖም ቅድሚ ሕዚ እውን ብህወሓት ኣብቲ ከባቢ ብዝተፈጸመ መጥቃዕቲ ክልተ ንጹሃት ዜጋታት ከም ዝተቐተሉ ይዝከር እዩ። ሓይልታት ሰራዊት ትግራይ ነቲ መጥቃዕቲ ኣብቲ ከባቢ ዘካየድዎ ኣብ መንጎ መንግስቲ ፌደራልን ህወሓትን ወጥሪ እናዓበየ ኣብ ዝኸደሉ ዘሎ እዋን እዩ። ቅድሚ ሒደት መዓልታት ዶክተር ጌዲዮን ጢሞቴዎስ ኣብ ሰሜን ኢትዮጵያ ሓድሽ ግጭት ክለዓል ከም ዝኽእል ኣጠንቂቑ ነይሩ። ቀሺ እምበኣር ዝኸበርኩም ተዓዘብቲ እዚ ሓበሬታ ከምቲ ክንዕዘቦ ዝጸናሕና ይመስል ማለት እዩ። ብኻሊእ ወገን እውን ኣብ ዞባ ደቡብ ናይ ድሮን መጥቃዕቲን ካልኦት ደብዳብ ከም ዝተኻየደን ዝወጸ ሓበሬታ ኣሎ። እዚ ሓበሬታ እዚ ዘውጽኦ ሚኪ ትግራይ እዩ። ተኸታቲልናዮ ንምጻእ። ኣብ
ናይ ኣምሓራ ክልል ዝነበረ ዝቐነየ ኹናት ለምቅነ ኣብ ደቡብ ትግራይ ኣብ ራያ ኣብቲ ናይ ደቡባት ቦርደር ናይ ኣምሓራን ናይ ትግራይን መሬትን ድሮን ናይ ደብዳብ ዘካየዶ ብልጽግና እንታይ እዩ ዘርእየና ዘሎ ኢልካ ናብ ሕቶ ክመጽእ ከሎ ይፍትነና እዩ ዘሎ ኣብ ህዝቢ ትግራይ ኣብ መሪሕነት ትግራይ ደጋጊሙ ፈተናታት እዩ ዘምጽእ ዘሎ እዚ ፈተና እዚ እንታይ ማለት እዩ? ኣብ ዝሓለፈ ናይ ቆላ ተምቤን፣ ኣብ ገንደብታ፣ ኣብ እንትጮ ደብዳብ ድሮናት ኣብ ሲቪልየን እውን ኣካይዱ። ኣብዚ ቀረባ ግዜ ከኣ ከም ዝረኣናዮ ኣብ ሸራሮ እውን ደብዳብ ድሮን ኣካይዱ። ቅድሚኡ ግን ኣብ ናይ ወጀራት ብናይ ራያን ብናይ ዓፋርን ዝነበረ ኣብ ኣርሚ ዕስራን ኣርባዕተን ተስታውሱ ኢኹም ሽዑ እውን ድሮን ደብዳብ ኣካይዱ። ዋጋ እናኸፈልና መፂእና ኢና ብፀላእትና። ጸላእትና ሕዚ እውን ከጥፍኡና እዩ እቲ ዕላማ። ደጋጊሙ እቲ ናይ ድሮን ዝሽንዲ ዘሎ ቁምብላታት ኣብ ትግራይ ዕላምኡ እንታይ እዩ እንተይልና ግልፂ እዩ። ሓደ ኣብዚዩ ትግራይ እንታይ ኣፅዋራት ሒዛ ኣላ፣ ግብረ መልሲ ዶ ከንትህብ ዋላ ኣብቲ ኣኼባታት ኣብ መቐለ እንዳሃለወ እተን ብሰማይ ናይ መቐለ ዝዞራ ዝነበራ ሓንቲ ወይ ክልተ ክነውድቐሉ ከም ገለ ጌርና እሞ እህ ዘይሕጋዊ ኣጽዋራት ሒዞም እዮም ረኢኹሞም ኢሉ ክሲ ንዓለም ንከቕርብ ክንደይ ተንኮል ሽርሒ ዝኸደሉ ኣብዚ ውሕልል ዝኾነ ኣመራርሓ ኣካያይዳ ወታደርና ጽቡቕ ሓሳባት ገይሮም መኸተና እንተይመዓራረይና ኣካያይዳና እንተይተመዓራረየ እንዳሃለወ ናብ ከምዚኣት ነገር ምእታው ኣየድልን ተባሂሉ ውሕልል ዝኾነ ውሳኔታት ከምተወሰነ ፍሉጥ እዩ ብናይ ሸራሮ ዝነበረ ደብዳብ ከምዚ እንዳ ኣጋጣሚ ኣብቲ ማሕበረ ሚድያ እውን ዘይዝረበሉ እዮ እናርኤናዮ ኢና እምበር ኣብኡ እተን ናይ ብልፅግና ድሮን ሸውዓተ ግዜ መፅየን ደብዳብ ዘካየዳ ብናይ ገማህሎ ከባብታት ናብ ናይ መሬት ኤርትራ ጥሒሰን ከምዝኣተዋ እውን ያው ሓበሬታ ኣለኒ እዩ። ኣብዚ ግን መንግስቲ ኤርትራ ሰራዊት ኤርትራ ጥንቅቕ ጥንቃቐ ገይሩ ግብረ መልሲ ዘይሃበ ናብኣተን ናብ ምውዳቕ ዘይኣተወ ኣንጻር ድሮን ናይ ዘይብሉ ስለዝኾነ ዘይኮነ ወይ ድማ ትግራይ ኣለዋ ድዩ የብላን ዘይኮነስ እቲ እዋኑ ዘይሓለወ ናብ ኮምዚያት ግብረ መልስታት ናብ ከምዚያት ስጉምቲ እንተጀሚርካ ሓደ ብልፅግና እካ ደልይዎ ዝነበረ ኣብ መሬተይ ኣብ ኢትዮጵያ ኣብ ትግራይ ውሽጢ ኮይኑስ ኢትዮጵያ እየ ነይረ ኣብ ዓደይ እናሃለኹ ስጉምቲ እናወሰድኩ እናሃለኹ ኣብ ዓደይ ጎረቤት ሃገር ኤርትራ ንሳ እያ ጥሒሳ ናተይ ድሮን ኣውዲቓ ኢሉ ንዓለም ክስትን ክምችወሉ ዝገበሮ ከይልታት ከም ዝነበረ እዩ ዘሎ እቲ መረዳእታ። ናይ ሎማዓንቲ ብትግራይ ካኣ ትማሊ ናብ ሎማዓንቲ ዘወግሕ ንበሎ ብወፃኢ ዘለናዮ ኣብ ናይ ኣምሓራ ክልል ድሮናት ደብዳብ እናካየደ ናብ ናይ ትግራይ መሬት እውን ከምዚ ደብዳብ ከም ዘካየደ ያው ኣብቲ ፌስቡከይ እውን ፖስት ገይረ ኣለኹ ሎማዓንቲ ንግሆ ብኣና ብትግራይ ተይመሰየ እንዳሃለወ ዝመፀኒ ሓበሬታ ካብ ዘዋደዉ ኣብቲ ናይ ትግራይ መሬት ዝደብደበቶ ድሮን ግን ኣብ ዝኾነ ትካል ኣብ ሰራዊትና ይኹን ኣብ ማሕበረሰብና ይኹን እስካብ ሒዚ ጉድኣት ኣሎ እዩ ዝብል ኢንፎርመሽን ኣይመፀንን።
ሽምኣር ዝኸርኩም ተዓዘብቲ እዚ ሓበሬታ ከምቲ ክንዕዘቦ ዝፀናሕና ማለት እዩ እቲ ኣብ ደቡብ ትግራይ ዝተፈፀመ መጥቃዕቲ ኣብ ሰራዊት ትግራይ ይኹን ኣብ ህዝቢ ዘብፀሖ ክሳራ ክሳብ ሕዚ ከምዘይተፈለጠ እዩ ሓቢሩ ዘሎ። እቲ ቅድሚ ሕዚ ዝገብሮ ዝነበረ ናይ ደብዳብ ሙከራታት ድማ ሰራዊት ትግራይ ወይ ድማ መንግስቲ ትግራይ እንታይ ዓይነት መሳርሒ ከም ዘለዎ ንምፍላጥ ፈተነ እዩ ዝገብር ፀኒሑ ክብል እዚ ሓበሬታ የመልክተና ማለት እዩ ዝኸበርኩም ተዓዘብቲ። እሺ እምበኣር ዝኸበርኩም ተዓዘብቲ ካብዚ ብዝቕፅል ናብ ጉዳይ ኤርትራ ክንሰግር ኢና። ኣወል ስዒድ ኣብ ናይ ሎማዕንቲ ናይ ፅምዶ መደቡ ማለት እዩ ብዛዕባ ጽምዶ ዘውጽኦ ሓድሽ ሓበሬታ ኣሎ ተኸታትልናዮ ንምጻእ። መቸም ናይ ቀርኒ ኣፍሪቃ ዝዓበየ ዛዕባ ጽምዶ እንዳኾነ እንድዩ ዝኸይድ ዘሎ። እስኪ ብዛዕባ ጽምዶ እንታይ ይበሃል ኣሎ ርኢና ንመለስ። ጽምዶ። ጽምዶ። ጽምዶ። ጽምዶ። ጽምዶ። እዛ ካርቱን መን ከም ዝሰኣላ ኣይፈለጥኩን ግና ጽምዶ በየን ኣቐሚጥዎ ኣሎ ጽምዶ በየን ኣቐሚጥዎ ኣሎ ንምርኣይ ናባኹም ኣብላ። ኣብዚ ቀረባ መዓልታት ጌታቸው ረዳን ሬድዋን ሑሴንን ዝተባህሉ ማናቱ ናብ ኣልጀዚራ ዝሰደድዎ ጽሑፍ ነይሩ። እስከ እንታይ እዩ ብዛዕብኡ ንእሽተይ ትንክፍ ኣቢልና ንመለስ። ንሰብ ጽምዶ ብቐጥታ ስለ ዝምልከተና ማለተይ'የ። ህዝባዊ ናይ ሰላም ምንቅስቓስ ዝኾነ ጽምዶ ንስርዓት ብልጽግና ከመይ ከም ዘዕበዶ ካብ ሃተፍተፍ ናይቶም ሓለውቲ እቲ ስርዓት ዝኾኑ ምሩኻት ጀነራላትን ንርስሓት እቲ ስርዓት ክሓጽቡ ዝተቖጽሩ ዕሱባትን ክትርዳእ ትኽእል። ጽምዶ እቲ ስርዓት ብጽምዶ መንጸሮር ሒዝዎ እዩ ዘሎ። ኣፍ ዘለዎ ዘበለ ኣንጻር ጽምዶ ክዛረብ፣ ክጽሕፍ ዝኽእል ዘበለ ከኣ ብዛዕባ ጽምዶ ክጽሕፍ ትእዛዝ ተመሓላሊፍሉ ኣሎ። ኣወል ስዒድ ዝብል ስም ከይሞልቆም ክጥንቀቑ ከኣ መጠንቀቕታ ወሪዱ ቀጢን መጠንቀቕታ ተዋሂቦም ኣሎ። ፖለቲካ ስርዓት ብልጽግና ብናይ ውልቀ ሰባት ምንቅስቓስ ምትንፋስ ክሳብ ዝስእን ዝዕበስ ልሙስ ምዃኑ ንኸይፍለጥ ከኣ ኣብ ክንዲ ኣወል ስዒድ ምባል ብድብድቡ ታሪኻውያን ጸላእትና ሻዕብያ ኤርትራ እናበሉ ዓጀው ክብሉ ተኣዚዞም ኣለዉ። እቶም ሓጸብቲ ርስሓት ኣብይ ኣሕመድ ዝኾኑ ጌታቸው ረዳን ሬድዋን ሑሴንን ከኣ ብሓባር ብምዃን ያኢ ኢትዮጵያስ ብዘይ መደባ ተወጢጣ ናብ ኲናት ኣትያ ከም ዝነበረት ኢትዮጵያ ማስ ናት ቢ ድራግድ ባክ ኢንቱ ዎር ማለት ኢትዮጵያ ዳግማይ ናብ ውግእ ክትሰሓብ የብላን ብዝብል ኣርእስቲ ኣብ መርበብ ሓበሬታ ኣልጀዚራ ሓደ ዓንቀጽ ኣሕቲሞም። ሕጂ ብዛዕባ ጽምዶ ዝተባህለ ናይ ኢትዮጵያውያን ምሁራት እሞ ንስማዕ። ደሓር ናብዛ ውዳቕ ዓንቀጽ ጌታቸው ረዳን ሬድዋን ሑሴንን ክንምለስ ኢና። ሕቶ፣ መሳይ መኮነን ምስ ኣቶ ኣንዳርጋቸው ጽጌ ርኢና ንመለስ። ከቅርብ ጊዜ ወዲህ የአብይ አህመድ አገዛዝ በአንድ ጉዳይ ላይ አብዝቶ እየተጨነቀ ነው። ጽምዶ የሚለው ቃል ከባለስልጣናቱ ከወታደራዊ አመራሮቹ አብይ አህመድ ካብ ዝሓለፈ ቀረባ ግዜ ጀሚሩ ብሓደ ጉዳይ ኣዝዩ ይጭነቕ እዩ ዘሎ። ጽምዶ ዝብል ቃል ካብ ልሳን ሰበ ስልጣናቱን ወተሃደራውያን ኣዘዝቱን ዘይጠፍእ ቃል ካብ ዝኸውን ቀኒ'ሎ። ጀነራላት ኣብይ ኣሕመድ ንጽምዶ መበገሲ ብምግባር ብቐጻሊ እዞም ተሓባቢሮም ዝመጹ ዘለዉ ሓይልታት ከም ስምዒ ከነምክኾም ኢና ብምባል ክግዕርሉ ዝጸንሑ ብርቱዕ ፈኸራ ናይ ቀረባ ግዜ ዝኽርና'ዩ። ዝተፈላለዩ ሰበስልጣን ኣብይ ነዚ ፅምዶ ዝብል ቃል እናተጠቐሙ ካብ ሰሜን ኢትዮጵያ ዝተፈላለዩ ሓይልታት ተሓባቢሮም እናመፁና እዮም ህዝቢ ኢትዮጵያ ተዳሎ ከምኡ እውን ኣብ ዝሓለፈ ቀረባ ግዜ ብ ጅጅጋ ኣብ ዝተኻየደ ኣኼባ ላዕለዎት ሰበስልጣን ሰልፊ ብልፅግና እዚ ጉዳይ እዚ ተላዒሉ ነፍሲ ወከፍ ክልል ንነብሱ ድልው ክገብር መምርሒ ከምዝተዋህበ እውን ኣብ ዜና ከምተኸታተልና ዝዝከር እዩ ንምዃኑ እዚ ስግኣት እዚ ካብ ምንታይ እዩ ዝምንጩ እዩ? ኣብ ምሕደራ ኣብይ ኣሕመድ ናይዚ ቅንያት እቲ ዝዓበየ ዛዕባ ምስቲ ፅምዶ ዝብል ቃል ተኣሳሲሩ ገለ ጉዳያት እናልዓሉ ዓብይ ናይ ፕሮፖጋንዳ ወፈራ ጀሚሮም ኣለዉ። ዴኩመንታሪ ፊልም እውን ሰሪሖም ኣለዉ። ንስኻ እውን ኣብኡ ኣቲኻ ኣለኻ። ስምካ ምስ ከዳዓት ሃገር ሓቢሩ እዩ ተጠቒሱ። ካልኦት ሰበ ስልጣናት እውን ከምኡ እዛረቡ ኣለዉ። ብርሃኑ ጁላ እውን ፅምዶ መኣስ ከም ዝተጀመረ ታሪኻዊ ኣበጋግስኡ ብምጥቃስ ከምኡ እውን ጀነራል ተሾመ ጎመቹ ሓያል ፈኸራ ዘስምዕሉን ከም ስምዒ ከነምክኸኩም ኢና ዝበሉሉን ብዙሕ ነገራት ክንጠቅስ ንኽእል ኢና። ተቓወምቲ ከይተረፉ በዓል ኢዜማ እቲ ጉዳይ ኣስጊእዎም ብህፁፅ ኣብ ልዕሊ ህወሓት ኲናት ንክኽፈት ዝጉስጉሱሉ ዝነበሩ መግለፂ ኣውፂኦም እዮም። እቲ ዘተ ተላዒሉ እዩ። ገለ ኣብ ውሽጢ ከም ውሽጣዊ ሓርበኛ ብምዃን ነቲ ቃልሲ ዝብሕጉጉ ጥራይ ዘይኮኑ እንተላይ እቶም ብግልፂ ንብልፅግና ዝቃወሙ ነዚ ጉዳይ ኣልዒሎም ብዝለዓለ ደረጃ ክትዕ በሎ ዘይምርድዳእ ተፈጢሩ ኣሎ። ብሓፈሻ እቲ ዝዓበየ ኣጀንዳ ናይዚ ቅንያት ፖለቲካ ጽምዶ ዝብል ጉዳይ ኮይኑ ስለ ዘሎ እስኪ ብዛዕባ እዚ እንታይ ትብለና? ጽምዶ ማዕረ ክንድዚ ንብልጽግና ዘህተፍተፈሉ ምኽንያት እንታይ እዩ ክንብል ንኽእል?
ትልቁ አጀንዳ ይሄው ጉዳይ ሆኗል እና እስቲ ምን ትላለህ አንተ? እንደውን በዚህ ደረጃ ጉዳዩ የጮኸበት በዚህ ደረጃ ብልጽግናን እንዲያስደነገጠበት ለምንድን ነው ብለን ነው የምንወስደው። ጽምዶ የሚባለው ሀሳብ ህዝብ ለህዝብ የሚኖረው ግንኙነት መሰረት አድርጎ ሰላምን ከፖለቲካና ከወታደራዊ ልሂቁ እጅ አውጥቶ ወደ ህዝብ ማውረድ እቲ ጽምዶ ዝብል ሓሳብ ነቲ ህዝቢ ምስ ህዝቢ ዝህልዎ ርክባት መሰረት ብምግባር ንሰላም ካብ ኢድ ፖለቲካውን ወተሃደራውን ልሂቕ ኣውፂእካ ናብ ህዝቢ ምውራድ ኣገዳሲ እዩ ዝብል ሰላም ዝጸንዕ ድማ ላዕሊ ብዘለዉ መራሕቲ ዘይኮነ ኣብ ታሕቲ ንሓድሕዱ ብዝተኣሳሰር ህዝቢ እዩ ዝብል ዕላማ ኣለዎ። ከምኡ እዩ ኢለ ስለ ዝሓሰብኩ እየ እዚ ጉዳይ እዚ ክድገፍ ኣለዎ፣ ክጉስጎሰሉ ኣለዎ ብምባል ናብ ናይ ፖርት ሱዳን ኣኼባ ጽምዶ ከይደ። ኣነ ከም ዕላማ ሒዘ ናብኡ ዝኸድኩሉ ምኽንያት ሰልፊ ብልጽግና ኣብ ተኣፋፊ ኩነታት ዘሎ ስርዓት ምዃኑ ስለ ዝፈለጥኩ ኣብኡ ከይደ እንተተራእየ ጥራይ ሰበ ስልጣን ብልጽግና ከም ዝግዕሩ ክገብሮም እኽእል እየ ኢለ ሓሲበሉ ብመደበይ ከይደ ማለት እዩ። ክንዲ ዝኾነ ከም ትጽቢተይ ኣዳዕዲዖም ናብ ዝገዓርሉ ኩነታት እዮም ወዲቖም። ኣዝየ ተዓዚበዮም። ምኽንያቱ እቶም ናይ ፕሮፖጋንዳ ኣባላቶም ብኸምዚ ዓይነት ደረጃ ከም ዘእውዩ ንምግባር ተሓሲቡ ዝተገብረ እዩ ኢሎም ክግምቱ እኳ ኣይከኣሉን። ኣነ ኣዝየ እየ ተሓጒሰ። ካብዚ ወጻኢ ግን ብልጽግና ነዚ ምስ ፖለቲካውን ወተሃደራውን ምትሕብባር ወላ ሓንቲ ርክብ ዘይብሉ ነገር ጽምዶ ጽምዶ እናበለ ዝዛረበሉ ናይ ገዛእ ርእሱ ምኽንያት ኣለዎ። ብልጽግና ውሽጢ ኢትዮጵያ ዘይተጻብኦ፣ ኣብ ኢትዮጵያ ዘይወፈረሉ፣ ቅትለት ዘይፈጸመሉን ዝምታ ዘየካየደሉን ክፋል ሕብረተሰብ የልቦን። እዞም ኩሎም ክፋላት ሕብረተሰብ ገፊዑ ንገሊኦም ፈጺሙ ብህልውና ሓደጋ ከም ዝኣትዉ ከም ህዝቢ ክሳብ ዝጸንትሉ ኩነታት ዘጣጥሐ ከም ዝኾነ እፈልጥ እየ። እዚ ድማ ናይ ግዜ ጉዳይ ከም ዝኾነ ጥራይ እዩ ክግመት ጸኒሑ። እዞም ህላውነቶም ኣብ ሓደጋ ዝወደቐ ሓይልታት ኣብ ሓደ እዋን ክዘራረቡን ክተሓባበሩን ይኽእሉ እዮም ዝብል ግምት ኣይነበሮን። ልክዕ ግምት ጥራይ ኣይኮነን፣ መንግስቲ ዝተፈላለየ ሓበሬታት ይበጽሖ እዩ። ካብዞም ሓበሬታ ወሃብቱ ሓደ ጌታቸው ረዳ ምዃኑ ክንርስዕ የብልናን። ክንርስዖ ዘይብልና ጌታቸው ረዳ እኮ ባዕሉ በዳባባይ እተዛረቦ እዩ ፈጻሚ ሽማግለ ሕወሓት እዩ ንዱባይ ዝሰደደኒ ኢሉ እዩ ኣብኡ ከይዱ ምስ ላዕለዎት ሰበ ስልጣን ኤርትራ ኮፍ ኢሉ ከም ዝዘተየን ዝዝተየሉ ዛዕባን መበገሲ ኣንፈትን ናይ ዝጽምዶ ዝበሃል ነገር ናበይ ገጹ ከም ዝኸይድ ጌታቸው ኣብ ዱባይ ኣብ ዝገበሮ ዘተ ምስ መንግስቲ ኤርትራ ተቐራሪብካ ምስራሕን ሕወሓት ምስ ፋኖ ተቐራሪቡ ምስራሕ እዚ ከምዚ ዓይነት ምቅርራብ ብወገን መንግስቲ ኤርትራውን ደገፍ ንክግበረሉ እዩ ናብ ዱባይ ብምኻድ ምስ መንግስቲ ኤርትራ እተዘራረበሉ ጉዳይ። ስለዚ ናብ ኣብይ ኣብ ዝኸደሉ እዋን ከምዚ ዓይነት ኩነታት ከም ዘሎ እናፈለጠ እዩ ከይዱ። ነዚ ሓበሬታ እዚ ሒዙሉ እዩ ከይዱ። ኣነ ነዚ ብወግዒ ክዛረብ እንከሎ ኣይሰማዕክዎን፣ ግን ነቲ ዝርዝር እፈልጦ እየ። ካብኡ ንላዕሊ ብምኻድ ነቲ ዝተኣትወ ቃል እፈልጦ እየ ኢሉ እዩ። ኣበየኖት ጉዳያት ቃል ከም ዝኣተው፣ በዚ በለ በቲ መንግስቲ ኣብይ እዚ ሓበሬታ እዚ ኣለዎ። ናቱ ሓበሬታ ኣሎ። ኣብ ርእሲኡ ድማ ናይ ጌታቸው ረዳ ሓበሬታ ኣሎ። እዞም ሕጂ በዚ ሕጂ ትርእዮ ዘለኻ ደረጃ ብዛዕባ ጽምዶ ዝዛረቡን ዝልፍልፉን ዘለዉ ንጽምዶ ጸቢቖም ፈልጥዎ እዮም። ዘለዎም ዓቕሚ ነዚ ኩነታት ክከላኸሎ ከም ዝኽእልን ከም ዘይክእልን ኣጸቢቖም ፈልጡ እዮም። ናበይ ኢና ንኸዶ እንታይ እዩ ዝውሕጠና ናብ ዝብል ምዕራፍ ኣትዮም እዮም ማለተየ። ካብዚ ተበጊሶም እዮም ነቲ ጌታቸው ረዳን ሬድዋን ሑሴንን ዝጸሓፍዎ ናይ ኣልጀዚራ ጽሑፍ እውን ኣንቢበዮ ነይረ። ኣብኡ እውን ብዛዕባ ጽምዶ እዮም ዝዛረቡ። ከምኡ እውን ኣንቢብካዮ እንተኾንካ ኣብኡ ህወሓት ብመገዲ ጽምዶ ኣቢሉ ኲናት ክኸፍተልና ይሓስብ ኣሎ እዮም ዝብሉ። ቲፒኤልኤፍ ኲናት ክኸፍተልና ይሓስብ ስለ ዘሎ ማሕበረሰብ ዓለም ደው የብለልና እዩ ዝብል። ብኻልእ ወገን ግን tplf ወላ ሓንቲ ከይገበረ እንከሎ ድሮን ኣልዒሉ ኣብ ከባቢ ሽራሮ ሰብኣውን ንዋታውን ዕንወት ብምውራድ ኣቐዲሙ ኹናት ንምኽፋት ዝህንደድ ዘሎ ንሱ ከምዝኾነ ንሪኦ ዘለና እዩ። ዘይሩ ዘይሩ ግን ብመገዲ ፅምዶ ኣቢሎም ኲናት ክኸፍቱልና እዮም ብምባል ንፅምዶ እውን ኣብኡ እእትዮማ ኣለዉ። ስለዚ ስግኣቶም በዚ ደርጃ እዚ ክሳብ ምፅሓፍ ኣብፂሕዎም ኣሎ። ካልኦት ፅሑፋት እውን ወፅዮም ዘለዉ።

ሰለስተ ዓመታት መንግስቲ ፌደራል ኲናት ኣሎ እንዳበለ ኣወል ስዒድ ኲናት የለን ዝብሎ ዝነበረ ማለት እዩ። ኲናት የለን ኢልካ ዕጾ፣ መናውራ፣ ቋንቋን ዓይነትን እናቐያየረ ክህሉ እዩ። ኲናት ግና የለን ዝብል ጽንጽንታ ሰሚዐ ኣለኹ። ኲናት የለን! እሺ እምበኣር ዝኸበርኩም ተዓዘብቲ ኣወል ስዒድ ብዛዕባ ጽምዶ ዘቕረቦ ሓሳብ ከም ተንከታተሎ ዝጸናሕና ይመስል። ብዝቕጽል ብዛዕባ ርክብ ኤርትራን ግብጽን ውን ዝበሎ ነገር ኣሎ ተኸታቲልና ኢና ንምጻእ። ኣብ ዘመናዊ ታሪኽ ከኣ ግብጺ ሓቀኛ ዑቕባ ተቓለስቲ ኤርትራውያንን መበገሲት ቃልስን ብምዃን ታሪኻዊ ውዕለት ዝፈጸመት ሃገር እያ። ኤርትራ ናጽነታ ምስ ረኸበት ግብጺ ካብተን ቀዳሞት ኣፍልጦ ዝሃባን ኤምባሲ ዝኸፈታ ሃገራትን ሓንቲ እያ። ኣብ መንጎ ክልቲኤን ሃገራት ዝኾነ ይኹን ናይ ታሪኽ በሰላ የለን። እዚ ድማ ነቲ ሕጂ ዝረእ ዘሎ ስትራተጂያዊ ኪዳን ድልዱል ባይታ ኮይኑ ከገልግሎ እዩ። መገሻ ክቡር ፕረዚደንት ኢሳያስ ኣፈወርቂ ናብ ግብጺ ተራ ዑደት ዘይኮነስ ንመጻኢ ጸጥታ፣ ፖለቲካን ቁጠባን ዞባ ውሕስነት ንምሃብ ዝግበር ዘሎ ምንቅስቓስ እዩ። ኤርትራን ግብጽን ብዶብ ብቐጥታ ዘይራኸባ እኳ እንተኾና ዘራኽበን ሓበራዊ ረብሓታት ግና ኣሎ። ሓደ፣ ውሕስነት ቀይሕ ባሕሪ። ቀይሕ ባሕሪ ንክልቲኤን ሃገራት ናይ ህይወት መስመር እዩ። መትረብ ስወጽ ናይ ግብጺ ቀንዲ ምንጪ እቶትን ናይ ድሕነት ቀለበትን እዩ። ኣብ ቀይሕ ባሕርን ባብ ኤልመንደብን ዝፍጠር ዘይምርግጋእ ንቁጠባ ግብጺ ብዘይ ምሕረት እዩ ዝሃሲ። ኤርትራ ካብ ሰሜን ክሳብ ደቡብ ዝዝርጋሕ ልዕሊ ሽሕን ኣርባዕተ ሚእትን ኪሎሜተር ገማግም ባሕሪ ስለዘለዋ ኣብ ጸጥታ ቀይሕ ባሕሪ ወሳኒት ተዋሳኢት እያ። ትንፋስ ናይቲ ብ ሰሜናዊ ጫፍ ቀይሕ ባሕሪ ዘሎ ብግብጺ ዝውነን ክሳድ መትረብ ስወጽ እቲ ኣብ ኣፍንጫ ዓሰብ ዝርከብ ባብ ኤልመንደብን እዩ። ባብ ኤልመንደብ ንቀይሕ ባሕርን ህንዳዊ ውቅያኖስን ዘራኽብ ክሳድ እዩ። መትረብ ስወጽ ከኣ ንቀይሕ ባሕሪ ምስ ማእከላይ ባሕሪ ዘራኽብ ክሳድ እዩ። ስለዚ ኤርትራን ግብጽን ክልተ ኣገደስቲ ሓነቕቲ ክሳዳት ዝሓዛ ሃገራት እየን። ክልተ፣ ቅልውላው ሱዳንን መጻኢኣን። ኩነታት ሱዳን ንግብጽን ኤርትራን ብሓባር ዘገድስ ካልእ ዝዓበየ ጉዳይ፣ እቲ ኣብ ሱዳን ዝካየድ ዘሎ ውሽጣዊ ኩናት ንጸጥታ ዞባ ቀርኒ ኣፍሪቃ፣ ቀይሕ ባሕርን ፈለግ ኒልን ዓቢ ስግኣት እዩ። ፕረዚደንት ኢሳያስ፣ ፕረዚደንት ዓብዱልፈታሕ ኣልሲስን ኣብ ሱዳን ከመይ ገይሩ ሰላም ክሰፍን ከምዝኽእል ናይ ሓባር ምኽሪ ኣለዎም። ናይ ደገ ሓይልታት ኣብ ሱዳን ዝገብርዎ ዘለዉ ኢድ ምትእትታው ጠጠው ንምባልን ጉዳይ ሱዳን ናብ ሱዳናውያን ንምምላስን ምርድዳእ ኣለዎም። ኣበይ ኣለኻ ዘይበልዎስ ኣብዚ ኣለኹ በለ ከም ዝበሃል ፕረዚደንት ኢሳያስ ኣፈወርቂ ናብ ግብጺ ብዝገሾ ቁጽሪ ስርዓት ብልጽግና ኣንጻረይ ይመኽሩ ኣለዉ እናበለ ናይ ዘኩርን ጭደራ ክገብር ልማዱ ኮይኑ ኣሎ። ዝምድና ኤርትራን ግብጽን ንኢትዮጵያ ንምሕናቕ ጥራይ ከም ዝተገብረ ገይሮም ከቕርብዎ ይፍትኑ። ካብኡ ሓሊፎም እውን ኤርትራ ካብ ኢትዮጵያ ክመጻ ንዝኽእል ሓደጋ ንምክልኻል እያ ናብ ግብጺ ትጽጋዕ ዘላ ክብሉ ይደፍሩ። ኤርትራ ካብ ኢትዮጵያ ንኽመጻ ዝኽእል ዝኾነ ይኹን ወተሃደራዊ ሓደጋ ብብቕዓት ናይ ምምካን ዓቕሚ ከም ዘለዋ ልዕሌና እቶም ኣማኸርቲ ዕሸል በሻሻ ይፈልጡ። ካብ ሽሕን ትሽዓተ ሚእትን ሱሳን ሓደን ሽሕን ትሽዓተ ሚእትን ቴስዓን ሓደን እተገብረ ሓርነታዊ ኲናት ከምኡውን ኣብ ሽሕን ትሽዓተ ሚእትን ቴስዓን ሸሞንተን ክልተ ሽሕን ዓሰርተ ሸሞንተን እተኻየደ መኸተ ምኽባር ሉዓላውነት ኤርትራ ኣብ ነብሳ ኣሚና ተዋጊኣ ዝተዓወተት ሃገር እያ ኤርትራ። እቲ ሓቂ ግን ክንነግር እቲ ኣብ መንጎ ኤርትራን ግብጽን ዝምዕብል ዘሎ ዝምድና ንኢትዮጵያ ንምሕናቕ ዘይኮነስ ነቲ ውጥም ቅልቅል ዝብል ዘሎ ናይ ዘይምርግጋእ ባእታታት ብኣጋ ኣደብ ንምትሓዝ እዩ። ኣብ ዞባና ዘይሓላፍነታዊ ፖለቲካዊ ስጉምትታት ከይውሰድ ንምክልኻል እዩ ምኽክር ዝግበር ዘሎ። ነዚ ንምግባር ኤርትራ እቲ ጾር በይና ተሰኪማቶ ክትከይድ ስለ ዘይትኽእል ሓሳባ ከተካፍልን ተመሳሳሊ ኣረኣእያ ምስ ዘለዎም ሓይልታት ክትጸምድን ንጡፍ ተበግሶ ካብ ትወስድ ውሑድ ኣይገበረትን። ፕረዚደንት ኢሳያስ፣ ግብጺ ብ ዞባ ቀርኒ ኣፍሪቃን ቀይሕ ባሕርን ግቡእ ተራኣ ክትጻወት ብተደጋጋሚ ክዛረበሉ ዝጸንሐ እዩ። ግብጺ ኣብ ዞባ ንጡፍ ተራ እንተዘይተጻዊታ፣ እቲ ዝፍጠር ሃጓፍ ብኻልእ ጸረ ሰላምን ምርግጋእን ሓይልታት ክምላእ ዕድል ምኽፋት ምዃኑ ኣቐዲሙ በሪሁሉ እዩ። ስለዚ ግብጺ ከም ሓንቲ ጽልዋ ዘለዋ ኣፍሪቃዊትን ዓረባዊትን ሃገር ንሚዛን ሓይሊ ናይ ዞባ ኣብ ምስትኽኻል ዓብይ ግደ ከምዘለዋ እምነት ኤርትራ እዩ። ቀይሕ ባሕሪ መጻወቲ ባይታ ናይ ወጻኢ ሓይልታት ኮይኑ ክተርፍ የብሉን ዝብል ጽኑዕ መርገጺ ኤርትራ እዩ። ፕረዚደንት ኢሳያስ፣ ግብጺ ምስ ኤርትራን ካልኦት መዳውብቲ ቀይሕ ባሕሪ ዝኾና ሃገራትን ብምውህሃድ ናይ ባዕለን ናይ ጸጥታን ምክልኻልን መድረኽ ክፍጠር እዩ ከረድእ ጸኒሑ። ኣብዚ ሕጂ እዋን ግብጺ ንቀርኒ ኣፍሪቃ ብዓይኒ ማይ ሃይድሮ ፖለቲክስ ጥራይ ብምርኣይ ረብሓኣን ድሕነታን ከተረጋግጽ ከምዘይትኽእል ተረዲእዋ ኣሎ። ግብጺ ምስ ዘለዋ ናይ ማኑፋክቸሪን፣ ሕክምና፣ ህንጻ፣ ትምህርትን ወተሃደራዊ ቴክኖሎጂን ካልኦት ዓቕምታትን ሒዛ ንቀርኒ ኣፍሪቃ እንተተሓዊሳቶ፣ ንሚዛን ናይቲ ዞባ ቀሊል ወሰኽ ኣይኮነን። ኤርትራ እምበኣር፣ ዝምድናኣ ምስ ሃገራት ቀርኒ ኣፍሪቃን ቀይሕ ባሕርን ብምትራር፣ ንዋልታ ምክልኻላ ተወሳኺ ናይ ዲፕሎማስን ፖለቲካን ዕርዲ ፈጢራትሉ ትርከብ። ኤርትራ፣ ብወተሃደራዊ መዳይ ነብሳ ናይ ምክልኻል ዓቕሚ ኣለዋ። እቲ ሕጂ እትፈጥሮ ዘላ ዝምድናታት፣ ዲፕሎማስያዊ ዋልታ ንምስራሕ እዩ። እዚ ማለት፣ ዝኾነ ኣብ ልዕሊ ኤርትራ ጸቕጢ ክገብር ዝፍትን ሓይሊ፣ ምስ ኤርትራ ጥራይ ዘይኮነ ምስቲ ኤርትራ ዝመስረተቶ ዞባዊ ኪዳን እዩ ክገጥም። ኤርትራ ኣብዚ እዋን እዚ ንድሕነትን ሉኣላውነትን ሃገራት ዞባና ብጽኑዕ ትጣበቕ ኣላ። ኣብ ጉዳይ ሶማል ንሉኣላውነትን ሓድነትን ሶማል ብምድጋፍ ወተሃደራት ሶማል ብምስልጣንን ዲፕሎማስያዊ ደገፍ ብምሃብን ነቲ ኢትዮጵያ ምስ ሶማሊላንድ ዝገበረቶ ስምምዕ ኣፍሺላቶ ትርከብ። ኣብ ጉዳይ ሱዳን ከኣ ንመሰል ህዝቢ ሱዳንን ትካላት መንግስትን ክኽበር ትጽዋዕ ኣላ። እዚ መትከል እዚ ንኤርትራ ኣብ ቅድሚ ማሕበረሰብ ዓለም ከም ሓንቲ ሕግን ስርዓትን ዞባዊ ምርግጋእን እተኽብር ሃገር ገይሩ ከቕርባ ጀሚሩ ኣሎ። እዚ ድማ ዓቢ ናይ ሞራልን ፖለቲካን ዕርዲ ፈጢሩላ ይርከብ። እቲ ዝዓበየ ተወሳኺ ዕርዲ ነቲ ብገንዘብን ብረትን ተደጊፉ ካብ ኢማራትን ምዕራባውያንን ናብ ቀርኒ ኣፍሪቃ ዝመጽእ ዘሎ ሓደገኛ ውሕጅ ንምዕጋት ዝግበር ዘሎ እዩ። ኤርትራ ምስ ግብጺ ብምስምማዕ ነቲ ቀይሕ ባሕሪ ናይ ወጻኢ ሓይልታት መናሃርያ ናይ ምዃን ዕድል ኣጽቢባቶ ትርከብ። እዚ ድማ ንሓዋሩ ዘገልግል ጽኑዕ ዕርዲ እዩ። እሽ እምበኣር ዝኸበርኩምን ዘኽበርክን ተዓዘብቲ እዛ ዩቱብ ቻናል፣ ናይዚ ሎሚ ዕለት ዝነበሩ ሓደሽትን እዋናውን ሓበሬታ እዞም ክንከታተሎም ዝጸናሕና ይመስሉ። ካብ ናይ ሎማዓንቲ መደበይ ሓድሽ ነገር ከም ዝረኸብኩም ተስፋ እናገበርኩ፣ ፈጣሪ ንህዝብናን ንዓድናን ሰላም ይግበረልና። ኣብ ዘዘለኹሞ ሰላም።